ናይ ሎማዓንቲ ቭድዮ ናይ ብዙሓት ኣሕዋተይ ሕቶ እዩ ማለት እዩ ኣብዞም ድሰርሖም ቭድየታት ሩዝ እውን ተጠቐማ ሩዝ ብጣዕሚ ፀጉሪ የንውሕ እዩ ኢለ ስለ ልናገር ብኣፈይ ልምንታይ ማለይ ትሰርሕና ሃመ ጌርካ እዩ ድስራሕ ኣርእና ገለ ልበልክን ብዙሓት ነይርክን ማለት እዩ ብደንብ ጌርክን ተኸታተላኒ ሎማዓንቲ ኣነ ይኹን ልኣይ ይኹን ከይሰሪሐዮ እዞም ሰባት እዚኦም ይከታተልዎ እዮም ዩቱበይ መን ድያ ሪኣቶ ንዓሞ ይሓማታ ስርሕለይ ሃመ ገይሩ ፅቡቕ ልትብልዮ ስርሕለይ ኢላትኒ ሩዝ እየ ሰሪሐላ ልኣኻትኒ ኢለ ብቪድዮ ገይረ ልኣ እየ ሰሪሐላ እስካዕ መጠረሻ ተኸታተላ ማለት እዩ ሪኢኽን እቲ ቪድዮ ፎቶ ቪድዮ ናቃድም ሒዘ ልኽን ልመፅ ኣለኹ ልክ ተኣምናን እዩ ካብኡ ደሞ ኣብ ህንደይ መዓልቲ ትለዊጡ ልበልኸናኒ ኣብ ህንደይ መዓልቲ ሃም ትለወጠ ገምታ ኣብ ህንደይ መዓልቲ ሃም ትለወጠ ገምታ መዓልኽን ገምታ ስት ስቲ ገምታ ኣብ ኮመንት ከሪአክን እየ ገምታ ኣና ሃንደይ መዓልቲ ለውጢ መስለክን ገምታ ኢኽን እሺ ካብኡ ደሞ ሃሚዲ ናብዓልኽን ፀጉሪ ላርእኽን ትጥቀማ እየ ልደሊ ተረዲእክን ወዶ ካብ ወርሒ ናብ ወርሒ ንንሽተይ ንንሽተይ ንንሽተይ ንንሽተይ ኢኸም ትሪኣ ብሓደ ግዜ ንውሕ ክብል እንትን የትበላ ማለት እዩ ወርሒ ክልተ ወርሒ ሰሙን ገለ ተጠቒምኽን ካብ ማይ ነውሕ ልትብላ ሰባት ግን ኣሕና ዲኽን ትዕግስቲ ግበራ እንድሕር ተዓጊስኽን ኢኸን ትዕወታ

ኣቋሪጽክኒ ለካልኢ ጥቕም እዙይ ኸይልክን ካብኡ ግን ልረግፍ ፀጉሪ ለ ሃምቱ ናተይ ቪድዮና ቅድም ሪኢኹን ኣለ ረአይኦ ኣቕምጦ እሞ ረአይኦ ህንደይ ረጊፉ ህንደይ እንትን ኢሉ ገለ ብቻ ረአይ ኢኽን ማለት እዩ እና ዝርዝር ስትል ዘመዳ ምንሰርሐላ ኢና ብደንብ ገይርክን ተኸታተላ ማለት እዩ ሰለስተ ዓይነት ተጠቂሙ ማለት እዩ ደሓር ልውስኸ ነገር ኣሎ ብቻ ተኸታተላኒ ሕዚ ሰለስተ ማንካ ሩዝ ማለት እዩ እስኻትን ሃም ጨጉርኽን ብዙሓት ማለት እዩ

ሰክቲ ትኽነም ዝሓዊ ካብ ልበስል ድረስ ብደንቢ ኣጥዒኽን ማይ ግብር ኣብላሉ ምክንያቱ ኣጥዑይ ክበስል ኣለዎ ማይ ብደንቢ ገይርኽን ብደንቢ ብስል ክብልኒኦ ሃምተን ሃምቲ ንወልዖ ለይኮነሲ ኖርማል ሉስሉስ ሃምዙ ልሕንጠሉ ስራሕ ኣለዎ ዶ ኢሉ ምኽኽ ልበለ ሩዝ ትሰርሓ ተለኽን ብዚኣ ጥራሕ ማይ ትሰርሕ ብብዙሕ መንገዲ ይሰርሐ እትኸላይኽን ኸዚ ሩዝ ፀጉሪ የንውሕ እዩ ግን የድርቕ እዩ ትረዲእክን ቆዳ የድርቕ እዩ ፎሮፎር ንውዓሉ ኣፋላላይ ናሰብ ኣፋላላይ እንኦ ሃምዚ ናሰብ ኣፋላላይ እንኦ ትብለክ እንተለኹ ኸዚ ኣነ ምስ ኣሕዋተይ ኖርማል ዘን ጆምዓይ ኖርማል ብፌስቡክ ብቐረባ ቀረባ እንፋለጥ ወደኒኤና ኸዚ ልኣይ ብደንቢ ኣንዊሕለ እዩ ብደንብ ገይሩ ደሞ ፎሮፎር ኣምፅእለይ እዩ ምንም ኣይሽፍነክን እዩ ኣነ ዝልጠቐመኒ ጠቒምኒ ክብለክን እዮ ዝልጎደእኒ ጎዲእኒ ክብለክን እዩ ደስ ኢልክን ትጥቀምኦ ደስ ኢልክን ተሓድጎ እየ ልደሊ ማለት ተሓቂ እየ ነግረክን ለኣይ ብደንብ እዩ ፎሮፎር ኣውፅእለይ ብደንብ ማለት ለየን ሓንቲ መሓዛ ይለለ

እና እቲ ሩዝ ምስ በሰለ እቲ ቪድዮ ግን እንዳረእኽን በቃ ካሊእ እናወጋዕኹ እቲ ቪድዮ ይኸድሎ ማለት እዩ ትቪቱ ሩዝ ሃምዚ ምስ በሰለ ጣሓነ ይኽን ማለት እዩ ሃምዚ ጌርኽን ትጥሕኖ እሞ ብደንብ ጌርኽን ሃምዚ ልሕም ካልብል ጣሓኖ ይኽን ብደንብ ግልሕም እኒኦ ማለት እዩ ምስ ወደ ኣብ እግሪ እግሪ ብሱር ከዛ እግሪ ይርሕቕ ብሱሩ ማለት እዩ

እና ብደንብ ብዚ ተብለኒ ያክል ማለት እዩ ይኸው ኣብዚ ገይረላ ብደንብ እንትን ገይረላ ካብኡ እዚ ታትወስኻል ንመሲልክ ግን ልትጥቀምኦ ቅብኣት ደስ ልበለክን ትጠቐሙ ዙ ቆልዓ ብታሕቲ ንቆንቆንለ እዩ ማለት እዩ ጠጠጥላልኮ ደፋፍዮ እዩ በቃ እና ብደንብ ገይርክን ኣብዚ ጌርክን ተሕብረነክን ማለት እዩ ተብተብ ስለልብ እዚ ቪድዮ ከይነውሕ ክነውሕ ስለለይደሊ ብጣዕሚ ስለ ተብተብሉ ኣለኹ ትወግዕለ ይጠፈሉ ሓደ ሓደ ሰብ ትግርኛ ሞይታ ትግርኛ ቀቲልኸያ በቃ ኢሉ ዓረብ ውግዒ በቃ ኢሉ ሞታ እዩ ዓረብ ላወሰደኒ ምስ ኢልኩም መን ኢልኩም ስቕስቲ ያ ተብተብ ስለልብል ላተዓንቆፉ እዩ እና ይኸው ወዲ የለኹ ኣነ ማለት እዩ ሃምዚኣ ገይረ ኣብዚኣ ከእትየላ እየ ብደንቢ ገይረ ዘናቢለላ ብስሩ ኣብ ዝበር ገብረላ እየ ዓመይ ትኸድያ ናብኡ ትድይብ እያ ሒዛትላ ትኸድያ ካብኡ ሃምዚ ልበልክክን ሩዝ ቆዳ ስለ ለድርቕ

ሪኢኽን እንጣጢዕ ፀጉርና ቆዳ ብጣዕሚ እዩ ለለስልስ ብጣዕሚ ማለት እዩ ሩዝ ደሞ ብጣዕሚ ስለለድርቕ መዓረ ኖርማል ልከየድርቕ እንጣጢዕ ይሕዞ እዩ ማለት እዩ ጥቕሞም ደሞ ብሓደ ኖርማል ፀጉርኽን የንውሕልኽን ማለት እዩ ተረዲእክን ሃምዚ ብሓደ ብሓደ ትጥቀማ ተለኽን ብዙሕ ጥቕሚ ኢኽን ትረኽባ ማለት እዩ ናኹሎም ብሓደ ስኻትን ናኹሎም ጥቕሚ ትረኽባ ኣለኽን ማለት እዩ ኣነ እዝታት ነገር ቀደም የፈልጠይ ነይረ ኩሉ ብቦይኑ ብቦይኑ ብቦይኑ ይሰርሖ ሩዝ ለቦይኑ ይሰርሖ ቁርንፉድ ለበይኑ ይሰርሖ ብሓደ ተትጥቀም ነይረሲ ኣብ ሓጺር ግዜ ፀጉረይ ሃመ ምነውሐ እየ ልብል ማለት እዩ ከዘለ ፀገም ይብልህን ንስኹላ ይጨናነቂ ግን በቃ ሃምኡ ኢለስ ይሓስብ እየ ማለት እዩ ብሓደ ግዜ ለውጢ ንክትረኽባ ሃምዚ ናገበርኽን ካብኡ ደሞ ብዙሕ ነገር ተጠቕማ ፀጉርኽን ሃምዚ ሓንቲ ዓይነት ኣይትጠቐማ ብዙሕ ነገር ትጥቀማ ኣለክን ማለት ብብዙሕ ስታይል ላሰራሕኽን ብዙሕ ነገር ትጥቀማ ኣለክን ምክንያቱ ሓንቲ ዓይነት ተኾይናስ ብቻ ርኢኽን ኣሕና ሓንቲ ዓይነት ኩሉ ግዜ ተበሊዕና ብደንቢ ይስልቸና እዩ ማለት እዩ እና ስኻትንለ ፀጉርኽን ከይሳላቸዮ ለውጢ ደሞ ና ፀጉርኽን ደሞ መኒኡ ፈትይዎ መኒኡ ኸዩ ፀጉረይ ለየርገፈለይ ገለ ብደንቢ ጌርክን ተዓዘብኦ ማለት እዩ እና ብደንቢ ልተመቸውኽን ነገራት ተጠቐማ ማለት እዩ ግዴታ ኩሉ ትጥቀማ ለይኮነሲ ዝልትጥቀምኦ ኩሉ መኒኡ ይጠቕመክንለ ትመርፃ ማለት እዩ ሓላላተይ

ሳብስክራይብ ጌርክን ቤተሰብ ለኽንክን ካብ ልቢ የመስግን። ጋና ሳብስክራይብ ዘይግበርክን ተኾይንክን ለሳብስክራይብ ግበራ። ኩሉ ግዜ እጆኺ ገቡዝ ልትብላኒ ደሞ ካብ ልበይ እየ ለመስግን። ብሓድሽ ቪድዮ እስካዕ ልመስእ እስካዕ ልመጽእ ባይ